ኣብ ከተማ መቐለ ኣብ መዓልቲ ልዕሊ 600 ኩንታል ሙሩፅ ዘርኢ ዘፃሪ ማሽን ተመሪቑ። መበል 137 ዓመት ዝኽሪ መስዋእቲ ሃፀይ ዮሃንስ ኣብ ትውልዲ ቦትኦም ማይብሓ ተኸቢሩ ሰላም ጥዕና ይሃበልና ዝኸበርኩም ተመልከትቲ ቴሌቪዥን ትግራይ እንሆ ሰዓት ሓደ ኣኺሉ ንዓኻትኩም ዝበልናዮም ዜናታት ሒዝና ቀሪብና ኣለና ዜናታት እዚ ዕለት ብምምራሕ ኣነ ተስፋ ዝገዓ ስበይ ብመዳይ ምልክት ቋንቋ ለምፀሓይ ሓጎስ ምስ መላ ሰብ ሙያ ስቱድዮ ምሳኹም ፃኒሒት ክህልወና እዩ ክሳብ መወዳእታ ንምክትታልኩም ዓዲመ ፈለማ ሓፀርቲ ሓበሬታታት ኢና ከቐድም ልዋም ገብረ ኪዳን እያ ክተቕርበልና ናብኡ ክስደት

ፀገም ፅሩይ መስተ ማይ ከተማ መኾኒ ንምፍታሕ ዝህነፅ ዘሎ ፕሮጀክት ፅሩይ ዝስተ ማይ በፂሕዎ ዘሎ ደረጃ ንምርኣይ ዑደት ተሳሊጡ። ቢሮ ማይን ኢነርጅን ትግራይ ምስ ዩኒሴፍ ብምትሕብባር ካብ ኮሚሽን ተራድኦ ልምዓት መንግስቲ ጀርመን ብዝረኸቦ በጀት ኣብ ምምሕዳር ወረዳ ራያ ዓዘቦን ከተማ መኾንን ዝህነፅ ዘሎ ፕሮጀክት መስተ ማይ ዘለዎ ደረጃ ንምርኣይን ዘለዎም ፀገማት ፍታሕ ንምቕማጥን ዑደት መድረኽ ዘተ ተኻይዱ። ኣብቲ መድረኽ ዝተረኸቡ ከንቲባ ከተማ መኾኒ ኣይተ ዕፃይ ተካ ከምዝበልዎ፣ እቲ ፕሮጀክት ፅሩይ መስተ ማይ ብዘላቕነት ክፈትሕ ዝኽእል እኳ እንተኾነ ኣብ ዝተትሓዘሉ ግዘ ሰሌዳ ኣብ ምፍፃም ዘለዎ ፀገማት መፍትሒ ከምዘድልዮም ገሊፆም። ልዕሊ ክልተ ሽሕ ሜትር ኪዩብ መጠራቐሚ ገንኢ ማይ ዝኸውን ናብ ሓሙሽተ ሽሕ ካሬ ዝፅጋዕ መሬት ብነጻ ከም ዝተፈቐደ ዝገለጹ ዋና ኣመሓዳሪ ጣብያ ጸግዓ ኣይተ ኣብርሃ ተካ፣ ንሰለጤንት ፕሮጀክት ተባሂሉ ዝተዃዓተ ተሓራሳይ መሬት ናብቲ ዝድለ ብርኪ ብዘይምሽግጋሩ ኣብ ሓረስቶት ቅሬታ ይፈጥር ከም ዘሎ ኣዘኻኺሮም። ኣብቲ ዑደትን ዘተን ካብ ክልል ቢሮ ማይን ኢነርጅን፣ ኣካላት ኣመራርሓ ምምሕዳር ከተማ መኾነን፣ ራያ ዓዘቦን ከምኡ ድማ ዓበይቲ ዓድን ተዃናታራይን እቲ ፕሮጀክት ዝተረኸብሉ ገምጋም ብምክያድ ቀፀልቲ ኣንፈታት ከም ዝተቐመጠሉ ጉዳያት ኮሙኒኬሽን

ካብ ግድብ ዓስቦል ዝወርድ ወሓዚ ሩባ ብምጥቃም ኣሕምልትን ፍረታትን ብምፍራይ ተረባሕቲ ይኾኑ ምህላዎም መናእሰይ ወረዳ ኢሮብ ገሊፆም። ተሳተፍትን ተጠቃምነትን ልምዓት መስኖ ነባሪ ከተማ ደውሃን ኣይተ ኣብርሃ ፍትዊ፣ ስራሕቲ ልምዓት መስኖ ፃዕሪ ዝሓትት እኳ እንተኾነ ዝሐሸ እቶት ከምዝህብ ብምግላፅ ንልዕሊ ሓሙሽተ ዓመታት ስድርኦም የመሓድርሉ ምህላዎም ገሊፆም። ካልእ ነባሪ እቲ ከተማ ዝኾነ ተጠቃሚ ልምዓት መስኖ ኣይተ በየነ ተስፋይ ብወገኖም፣ ኣሕምልትን ፍረታትን ብምፍራይ ካብ ባዕሎም ሓሊፎም ኣብ ዕዳጋ ብምሻጥ ህይወቶም ይመርሑ ምህላዎም ኣፍሊጦም። በዓልቲ ሞያ ሕርሻ ከተማ ደውሃን ወይዘሪት መኣዛ ተኽለብርሃን ከምዝገለፅኦ፣ ኣብ በጀት ዓመት ክልተ ሽሕን ዓሰርተ ሸሞንተን ዓመተ ምህረት ሸውዓተ ሄክታር መሬት ኣብታ ከተማ ንምልማዕ ትልሚ ተታሒዙ ይስራሕ ምህላዉ ኣብሪሀን ከም ፀብፃብ ርክብን ሓበሬታን ወረዳ ኢሮብ። ኮሌጅ ቅድስት ማርያም ውቕሮ ብምኽንያት በዓል ማርች ኤይት ንስድራ ስውኣት ደቂ ኣንስትዮ ሰርሐን መነባብሮኣን ንምልዋጥ ዘኽእል ሓደ ሽሕ ደራሁ ሓገዝ ሂባ። ንኮሌጅ ቅድስት ማርያም ውቕሮ ወኪሎም ኣይተ ሃፍቶም ገብረኣንንያ ከምዝበልዎ፣ እቲ ሓገዝ ነተን ደቂ ኣንስትዮን ንሓሙሽተ መዓልትታት ኣብ ዙርያ ኣተሓሕዛን ኣመጋግባን ደራሁ ስልጠና ድሕሪ ምሃቡ ምዃኑ ኣብሪሆም። በቲ ሓገዝ ንነፍሲ ወከፍ ደቂ ኣንስትዮ ስድራ ስውኣት ዒስራ ደራሁን ሓምሳ ኪሎ ቀለበንን ከምዝተኸፋፈለን ድማ ገሊፆም። በቲ ደገፍ ተጠቀምቲ ዝኾና ወገናት ንዝተገበረለን ሓገዝ ብምምስጋንን ነተን ደራሁ ብዝግባእ ከፍርየኤን ተዳልየን ከምዘለዋ ብምምልካት ሓገዝ ንዘይረኸባ ወገናት ብተመሳሳሊ መንገዲ ቆላሕታ ንክግበረለን ተላብየን። ባንኪ ኣቢሲንያ ኣብ ከተማ መቐለ ብምኽንያት ጾመ ሮሞዳን ንሚእትን ሰማንያን ሓሙሽተን ዝተጸገሙ ማሕበረሰብ ሙስሊም ሓገዝ ምግቢ ገይሩ። ኣተሓባሪ ምትእኻብ ሃፍቲ ባንኪ ኣቢሲንያ ጨንፈር መቐለ ኣይተ ኤፍሬም ሰዋሰው ኣብ ከተማ መቐለ ንዝርከቡ ዝተጸገሙ ሙስሊም ማሕበረሰብ ዝገበሮ ሓገዝ መቐጸልታ እቲ ቅድሚ ሕዚ ክገብሮ ዝጸንሐ ማሕበረሰባዊ ሓገዝ ከም ዝኾነ ገሊጾም። ብኣስታት ሓደ ሚልዮን ብር ን ሚእትን ሰማንያን ሓሙሽተን ወገናት ንነፍሲ ወከፍ ፊኖ ሩዝን ዘይቲ ብልዕን ሓገዝ ከም ዝተገበረ እቶም ኣተሓባባሪ ገሊፆም። ንሰናይ ተግባር ባንኪ ኣቢሲንያ ዘመስገኑ ዋና ፀሓፊ ሓፈሻዊ ቤት ምኽሪ ጉዳያት እስልምና ትግራይ ሓጂ መሓመድ ካሕሳይ ኣብ ፆመ ረመዳን ዝተፀገሙ ወገናት ሓገዝ ምሃቡ ሞሳ ይግብኦ ኢሎም። ናብ ናይ ወፃእ ዜና እንትንሰግር ፍሉይ ልኡኽ ቻይና ኣብ ማእኸላይ ምብራቕ ኲናት ኢራን ንምሽምጋል ናብ ስዑድያ ኣትዮም። እቲ ፍሉይ ልኡኽ ምስ ስዑድያ ብምዃን ኣብቲ ዞባ ሰላምን ርግኣትን ንምስፋን ክሰርሑ ምዃኖም ኣፍሊጦም። ብጀይ ጁን ስዑድያ ኣብ ዝፀንሑሉ እዋን ምስ ሚኒስትር ጉዳያት ወፃኢ እታ ሃገር ፌይሰል ቢን ፋርሃን ኣል ስኡድ ከምኡ እውን ምስ ዋና ጸሓፊ ባይቶ ምትሕብባር ሃገራት ጋልፍ ጃሰም ኣል ቢድዊን ከም ዝተራኸቡ ተሓቢሮም። ብመሪሕነት ቻይናን ስዑድያን ዝተጀመረ ዝርርብ ሓድሽ ምስ ዝተመረጹ መራሒ ኢራን ዓሊ ሞጅታባ ኻማኒ ክኸውን ከም ዝኽእል ጸብጻብ ቢቢሲ የመላኽት።

ሓጸርቲ ሓበሬታታት ዘቕረበትልና መሰረትና ልዋመ ገብረኺዳን ኣመስጊን ሕዚ ድማ ብዝርዝር ናብ እንሪኦም ክሰግር ንውሳነ ቤት ምኽሪ ፌዴሬሽን ስዒቡ ብሃገራዊ ቦርድ መረፃ ኢትዮጵያ ዝሓለፈ ውሳነ ኢሕገ መንግስታውን ኣንጻር ውዕሊ ፕሪቶርያን ኢሎም ዘዘራረብናዮም ነበርቲ ከተማ ውቕሮ ብወገን መንግስቲ ፌዴራል ዝግበር ዘሎ ክልከላ በጀት ነዳዲ ኢሉ እውን መሰረታዊ ሸቐጣት ኣብ ዕለታዊ ምንቅስቓሳቶም ኣሉታዊ ፅልዋ ይሕድር ከም ዘለውን ሓቢሮም ዮርዳኖስ ገብረስላሴ ኣዘራሪባቶመላ
ኣብ ዝሓለፈ ቅንያት ንውሳነ ቤት ምኽሪ ፌዴሬሽን ስዒቡ ብሃገራዊ ቦርድ መረፃ ኢትዮጵያ ግዝኣት ትግራይ ከም ዘዋፅጥ ከባቢ ገይሩ ዝሓለፈ ውሳነ ኢ-ሕገ መንግስታዊ፣ ኣንፃር ውዕል ፕሪቶርያ ኢሉ እውን መቐፀልታ ፅንተት ህዝቢ ትግራይ ገይርካ ዝውሰድ እዩ ኢሎም ዘዘራረብናዮም ነበርቲ ከተማ ውቕሮ። ጌጋ ውሳነ እዩ ከም ህዝቢ ደማ ህዝቢ ትግራይ ብምሉኡ ተቖጢዑ ክወፅ እዩ እቲ ሰለማዊ ሰልፊ ሪእናዮ ኢና ኩላትና ማለት እዩ። ስለዚ እዚ ውሳኔ እዚ ኣብ ህዝቢ ትግራይ ዝፈጠሮ ጫና ብጣዕሚ ልልዓለ እዩ እዙይ ከዓ ኣካል እቲ ፅንተት ምዃኑ ልረኣ ኣከያይዳ እዩ። ናይ ፕሪቶርያ ሕጊ ንኸይኽበር ያው ናይ ፌደራል መንግስቲ እሱ ንኸይትግበር ዝገብሮ ዘሎ ምንቅስቓስ ያው ትኽክለኛ ከምዘይኾነ ገና ሰላም እናተብሃለ ናብኡ ምእታው ክንደይ ተፋናቐል ኣይተመለሰ ከሎ እዚ ምእታዉ እዛ ዳኣወጃ ብጣዕሚ ኩላህና ተቛጢዓትና። ካብዚ ብተወሳኺ ፌደራል መንግስቲ ህዝቢ ትግራይ ንምንብርካኽ ዝገብሮ ዘሎ ክልከላ በጀት፣ ነዳዲ ኢሉ እውን መሰረታዊ ሸቐጣት ኢፍትሓውን ዘይሓላፍነታውን እዩ ዝበሉ እቶም ነበርቲ እዚ እውን ኣካል እቲ ትግራይ ብኹለ መዳይ ንምድኻም ዝፍፀም ዘሎ ሸርሒ ኮይኑ ኣብ ዕለታዊ ምንቅስቓስ ሕብረተሰብ ድማ ከቢድ ኣሉታዊ ፅልዋ ዘሕድር ዘሎ እዩ ይብሉ። ፌደራል መንግስቲ ክስካዕ ሐዚ ሕፅረት ነዳዲ እኒኦ ሕፅረት መሃያ እኒኦ ሕፅረት ኩሉ ነገራት እኒኦ ኣብ ትግራይ ማለት እዩ ኣብ ካሊእ ዓዲ እንድሕር ርኢና ኮይና ክልላት ትግራይ ካልእት እንድሕር ርኢና ኮይና ኩሉ ነገራት ኣሎ ኣብቲ ካልእት ክልላት ለሎ ኣባና ግን የለይ ስለዚ እቲ ዕፅዋይ ክባይ ተቋሪፁ ለይኮነስ ቀፂሉ እዩ ኣነ ልሪኦ ኣለኹ ማለት እዩ ያው ህፃውንቲ፣ ወለዲ፣ ኹሉ ኣብ ስቓይ ዝርከብ ህዝቢ ትግራይ ዕለታዊ ምንቅስቓሱ ክገብር ኣይኸኣለይ። ያው ዝሓመመ እውን ክሕከም ኣይኸኣለይ። መንግስቲ ሰራሕተኛ እውን እታ ወርሒ ሰሪሑ ዝረኽባ እንትን ደመወዝ ክረክብ ኣይኸኣለይ። ሰው ዕፁ ኣይኩባእይ ዘሎ። ያው ማለት ትግራዋት ማለት በዚ ከድክበና ብውግእ እንዲያ ነይራ ታክሳዩ ህዝቢ ውግእ ስለ ጠጠው ደለት በዚኣ እኮ ትኸፍእ በዚኣ ዓጊቱ ብእኽሊ ይኹን ማላ ብነዳዲ ይኹን ገለ ይኹን ኣቢሉ ኣብዚኣ ንንዕ ባዕልና ንባዕልና ክንበላላዕ። ተመዛበልቲ ወገናት እውን ህልው ኩነታት ትግራይ ብኸቢድ ይፀልዎም ኣሎ ዝበሉ እዞም ወገናት፣ መንግስቲ ፌደራል ግዝኣት ትግራይ ከውሕስ፣ ተመዛበልቲ ብውሑስ ኣገባብ ክመልስ፣ ብሓፈሻ ትግራይ ናብ ንቡር ምንቅስቓሳ ክትምለስ ሓላፍነቱ ክፍፅም ተላብዮም። ኣብ ከቢድ ኩነታት ኣብ ዝኸፍኣ ኩነታት እዩ ዘሎ በተለይ ንተማዛበልቲ ወገናትና ማለት እዩ ሶ እዙይ ድማ ኣብ ሓፂር ግዜ እንድሕር ዘይተፈቲሑ ያው። ከቢድ ምዃኑ እዩ ያው ብሰለማዊ ዝርርብ መፍትሒ ተገይሩ ሓፂር ግዜ ግዜ ወሲዱ ከይኮነ ሓፂር ግዜ ያው ተመዛበልቲ ናብ ቦትኦም ዝምለስሉ መፍትሒ ክግበር ኣለዎ እየ ዝብል። ህዝቢ ትግራይ መቸም ልትግራይ ልኢትዮጵያ ባለውለታ ህዝቢ ኢለ እየ ልሓስብ ካብዚ ኩሉ ኣረንቋ ኣውፂኡ ላብዚ ሀዚ እኒኦዎ ብርሃን ኣውፂኡ ልመፅእ ህዝቢ ኢለ እየ ልሓስብ ስለዚ እዚ ህዝቢ እዚ ላብ ቦትኡ ክምለስ ላብቲ ነበሮ ክምለስ እንድሕር ኮይኑ ፌደራል መንግስቲ እታ ልተብሃለት ናይ ውዕሊ ፕሩተርያ ቀያዲት ዝኾነት ሕጊ ተግባራዊ ክገብር እየ ኣነ ልመክር።
ኣብ ልዕሊ ትግራይ ተነቢሩ ዘሎ ክልከላ በጀት ዳግም ናብ ዘየድሊ ህውከት ዘእቱ ብምዃኑ መንግስቲ ፌዴራል ህፁፅ ፍታሕ ክገብረሉ ከም ዝግባእ ሰራሕተኛታት መንግስቲ ከተማ ማይጨው ኣተሓሳሲቦም። ሃፍቱ ብስራት ዝለኣኾ ፀብፃብ እዩ። ገብረ መስቀል ኪሮስ
መንግስቲ ፌደራል ስሩዕ በጀት ብምኽልካሉ ወርሓዊ መሃይኦም ብእዋኑ ክኽፈሎም ከምዘይከኣለን በዚ ክመሓደር ዝፀንሐ ሰራሕተኛ ዕለታዊ መናውርኡ ንምምራሕ ከምዝተፀገመ ሰራሕተኛታት መንግስቲ ከተማ ማይጨው ይዛረቡ። ፌደራል መንግስቲ እቲ ንዓና ክብጀት ዝኽእል በጀት ሰደድ ኣይፀንሐ ኣይፀንሐን ኣይሰድድን እውን ዘሎ። በዚ መሰረት እናቆራረፀ ኣብቲ ናይ መስከረማት ጀማሚርዎ ነይሩ ብድሕሪኡ ግን ጠቕሊሉ ዓፂዎ ስለ ዘሎ ያው እቲ ሰራሕተኛ ተስፋ እናቆረፀ መፂኡ እቲ ክትረኽቦ ትኽእል ከም ትግራይ እውን እቲ ሰራሕተኛ መንግስቲ ሀዚ ናብ ከቢድ ቅልውላው ኣትዩ በቃ ነቲ ናይ ክልተ ሽሕን ዓሰርተ ሰለስተን ጀሚሩ ዝነበረ ናይ ዕፅዋን ክባን ልክዕ ከምኡ ኮይኑ። ተኛ መንግስቲ ሲ ብኣይ እንመሓደር ብታ ስራሕ መንግስቲ እዩ ንመሓደር እምበር ካልእ መመሓደርስ የብሉይ። ዓብዩ ጽልዋ እዩ ፈጥርሉ ሰራሕተኛ መንግስቲ ማለት ናይቲ ቅድም ናይ ክልተ ሽሕ ዓሰርተ ኣርባዕተ እዩውን ኣይተዋሃበይ ኸዚ እውን ልበኣሰ እዩ ልበኣሰ ተስፋ ምቑራጽ እዩ እንህዎ። ፈደራል መንግስቲ ዝገብሮ ልግባሮ ጽቡቕ ኣይኾነን ናይ መጨረሻ ልሓመቐ እቲ መንግስቲ ሰራሕተኛ ተስፋ ልቆርጸሉ ባይታ እናፈጠረ እዩ። ምክንያቱ መንግስቲ ሰራሕተኛ ደሞዝ እንተዘይተቓብሉ እቲ መንግስቲ ሰራሕተኛ ናብ ቢሮ ኣትዩ ሕብረተሰብ ካገልግል ኣይኽእልን ምክንያቱ ሕብረተሰብ ተዘኣገልግል ድማ እቲ ስራሕ ያው ዝኾነ ይኹን ቢሮ ሃምዚ ይኽፈትሎ ዕፅዋን ክባን ትመልሶ ሌላ ጆኖሳይድ ሃምዳ ኣትልና ያረድኣካ ማለት እዩ። ሰራሕተኛ ክኽፈሎ ዝፀንሐ ወርሓዊ መሃያ ጠጠው ብምባሉ ክህቦ ዝፀንሐ ህዝባዊ ኣገልግሎት ይዳኸም ከምዘሎን ህሉው ናህሪ ዋጋ ሸቐጣት እውን ተወሲኽዎ ኣብ ዘለሉ መንግስቲ ፌዴራል ናብ ጎንፂ ዘእቱ ተግባራት ብምዕፃው ኣብ ትግራይ ውሑስ ዝኾነ ሰላም ንኽረጋገፅ ክሰርሕ ይግባእ ይብሉ እቶም ወሃብቲ ርኢቶ። ስራሕ እውን ይጉዳእ ኣሎ።
ብኣግኡ ክኣቶ ኣይከኣለን ኣብቲ ስራሕ። ስራሕ እውን ብኣግኡ ነቲ ሓረስታይ ነቲ ነጋዳይ ይኹን ነቲ ሓረስታይ ከግልግል ኣይከኣለን። ተስፋ ናብ ምቑራፅ ይኸይድ ኣሎ ማለት እዩ። ብፍላይ ሀዚ ምስታ ናይ ፕረዚዳንት ግዝያዊ ምምሕዳር ጀነራል ታደሰ ወረደ ሐዚ ፅሒፍዋ ዘሎ ደብዳቤ መሃያ ፌደራል መንግስቲ ስለ ዘይሰደደ ፌደራል መንግስቲ ብዘይምስዳዱ ድማ ያው መሃያ ከይኽፈል ንሕና እንተይፀሓፍናካ ዝብል ተወጊሱ ኸዓ ናብ ዝባኣሰ ቅልውላው ኣትዮ ኣሎ። ዕዳጋዊ መሰረት ያው ንሂሩ ኣሎ ማለት ሐዚ ምንባርን ዘይምንባርን ኣብ ሕቶ ዝበፅሕ እዩ ዘሎ እቲ ሰራሕተኛ ሐዚ ማለት። ኣካል ናይ ኢትዮጵያ ኢና ኣካል ናይ ፌደራል መንግስቲ ኢና ዘለና ውዕል ፕሪቶርያ ዘራኽበና ገመድ እውን ኣሎ። ስለዚ ሔዚ እውን ፌዴራል መንግስቲ ካብታ መሃያ ምምላጥ ካብ መርሓኒት ምዕፃው ካብ መሃያ ምስዳድ ካብ ነዳዲ ምዕፃው ተቆጢቡ ያው እቲ ክግበእና እቲ ዝግበእና ንትግራይ ዝግበኣ ልክዕ ከምቲ ናይ ከልኦት ክልላት ዘሎ ያው ክሰድድ እዩ ዝግበኦ። ያው ጠጠው ኢልና ኣለና ማለት እዩ ሓደ መድሓንቲ የለን ብካልኣይ ደረጃ ነዳዲ የለን። ነዳዲ ተደይሃልዩ ድማ ተሸከርካሪ ክንቀሳቀስ ስለለይክእል እዚ ኣብ ግምት ኣእትኻስ ብጣዕሚ እዚ ፈደራል ምንግስቲ ግን ኣብዚ ርእይቶ ሪኡ ሓደ ነገር ፍታሕ ክበና ንፅበ ማለት እዩ። ብፍላይ ኣብዚ ሕዚ እዋን ኣብ ህዝቢ ትግራይ ተነቢሩ ዘሎ ክልከላ በጀትን ዝተቆራረፀ ኣወሃህባ ኣገልግሎታት ባንኪ፣ ነዳድን ኣፋውስን መቐፀልታ እቲ ዝተፈፀመ ጆኖሳይዳዊ ኲናት ብምዃኑ፣ እዚ ንኽፍታሕ ማሕበረሰብ ዓለም ፅዕንቶ ክገብር ወሃብቲ ርእይቶ ሰራሕተኛታት መንግስቲ ነበርቲ ከተማ ማይጨው ሓቢሮም።
መንግስቲ ፌዴራል ናብ ትግራይ ዝልእኾ በጀት ምቁራፁ ስዒቡ ስርዓተ ትምህርቲ ትግራይ ክዕፀው ከም ዝኽእል ቢሮ ትምህርቲ ትግራይ ኣጠንቂቑ። እቲ ቢሮ ናብ ሚኒስትሪ ትምህርቲ ኢትዮጵያ ሓዊሱ እውን ኣብ ሓሙሽተ መድረግቲ ትካላት ትምህርቲ ውሽጢ ዓዲ ፃውዒት ሓገዝ ትምህርቲ ዝምልከት ደብዳቤ ፅሒፉ ኣሎ። ኤፍሬም ረድሄ ኣዋዲድዎ ኣሎ።
ብሰንኪ ምቁራፅ ምልኣኽ በጀት መንግስቲ ኢትዮጵያ ስርዓተ ትምህርቲ ትግራይ ክዕፀው ከምዝኽእል ቢሮ ትምህርቲ ትግራይ ኣጠንቂቑ። ቢሮ ትምህርቲ ትግራይ ናብ ሚኒስትሪ ትምህርቲ ኢትዮጵያ ሓዊሱ ናብ ሓሙሽተ መድረግቲ ትካላት ትምህርቲ ውሽጢ ዓዲ ፃውዒት ሓገዝ ትምህርቲ ዝምልከት ደብዳቤ ልኢኹ። መንግስቲ ኢትዮጵያ ካብ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣትሒዙ ናብ ቢሮ ትምህርቲ ትግራይ ገንዘባዊ በጀት ከም ዘይለኣኸ ሓላፊ ቢሮ ትምህርቲ ትግራይ ዶክተር ኪሮስ ጉዕሽ ሓቢሮም። ከም ሳዕቤኑ ድማ መምሃራን ትግራይ ኣብ ልዕሊ እቲ ዘይተኸፈሎም መሃያ ዓሰርተ ሽዱሽተ ኣዋርሕ ተወሳኺ ፀገም ኮይኑ ግልጋሎት ትምህርቲ ድማ ናብ ብርኪ ሓደጋ ተሳጢሑ ከም ዘሎ ገሊፆም። ኣብ ዝሓለፉ ሽዱሽተ ዓመታት ብሰንኪ ለበዳ ሕማም ኮሮና ቫይረስ ግልጋሎት ትምህርቲ ተቋሪፁ ከም ዝፀንሐን ኣብ ልዕሊ ትግራይ ዝተፈፀመ ጀኖሳይዳዊ ኲናት ድማ ትካላት ትምህርቲ ከምዝዓነዋን ዘዘኻኸሩ ዶክተር ኪሮስ ጉዕሽ፣ እቲ ድሕሪ ውዕሊ ፕሪቶርያ ዳግም ተጀሚሩ ዝነበረ ከይዲ ምምሃር ምስትምሃር ብሰንኪ ምቁራፅ በጀት መንግስቲ ኢትዮጵያ ንድሕሪት ኣንቆልቂሉ፣ ስርዓተ ትምህርቲ ትግራይ ድማ ክዕፀው ከምዝኽእል ኣጠንቂቖም። ንሚኒስትሪ ትምህርቲ ኢትዮጵያ ሓዊሱ ክላስተራት ሃገራውን ክልላውን ትምህርቲ፣ ኮሚሽናት ቁፅፅር ሓደጋ ኢትዮጵያን ትግራይን ስርዓተ ትምህርቲ ትግራይ ካብቲ ኣንፀላልይዎ ዘሎ ሓደጋ ዕፅዋ ንምድሓን እወንታዊ ድፍኢት ንኸበርክቱ ድማ ዶክተር ኪሮስ ጉዕሽ ወሲኾም ጸዊዖም። ብመሰረት ስምምዕነት ውድብ ሕቡራት ሃገራት ዓለም ትምህርቲ መሰረታዊ መሰል ብምዃኑ ህጹጽ ትኹረት ከም ዘድልዮ እውን ቢሮ ትምህርቲ ትግራይ ኣተሓሳሲቡ።
ህዝቢ ትግራይ ሰላም ስለ ዘቐደመን ወጽዓን መግዛእትን ኣይቅበልን ስለ ዝበለን ጥራሕ ሃገረይ ብዝብላ ዓዲ ከቢድ በደል ይበጽሖ ከም ዘሎ ብርጋዴር ጀነራል ምግበይ ሃይለ ምስ ድምፂ ወያነ ትግራይ ኣብ ዝነበሮም ፃንሒት ኣብሪሆም። ህዝቢ ትግራይ ብመንነቱን ብሃለዋቱን ዝዋገ ኣይኮነን ዝበሉ ብርጋዴር ጀነራል ምግበይ ሃይለ፣ ኩሉ ትግራዋይ ሓድነቱ ከጠናኽር ከምዝግባእ እውን ኣገንዚቦም። ታደለ ዳኘው እዩ ኣዋዲድዎ፣ ኣረጋዊ ገብረ ሩፋኤል ከም ዝስዕብ ከቕርቦ እዩ።
ካብ ላዕለዎት ኣዘዝቲ ሰራዊት ትግራይ ሓደ ዝኾኑ ብርጋዴር ጀነራል ምግበይ ሃይለ ምስ ድምፂ ወያነ ኣብ ዝነበሮም ፃንሒት፣ ኣብ ትግራይ ዝነበረ ጀኖሳይዳዊ ኹናት ብውዕሊ ፕሪቶርያ ዋላ ጠጠው እንተበለ ዛጊድ ሕጋዊ ግዝኣት ትግራይን ሕቶ ህዝቢ ትግራይን ከም ዘይተመለሰ ኣብሪሆም። ናብ ሰላማዊ መንገድ ንኺድ ተባሂሉ ናብ ሰላማዊ ምዕራፍ ኣቲና። ውዕሊ ፕሪቶርያ እኮ ካሊእ እኮ ምንም የብላን። ናፍቲ ንቡር ንመለስ እኮ እዩ። ስታትስኮ ኣንተ ማለት ናፍቲ ቅድሚ ኩናት ዝነበረ ትግራይ ከም ህዝቢ ኣካል ኢትዮጵያ ኮይኑ ናብ ንቡር ንመለስ ሕገ መንግስታዊ ብዝኾነ መንገዲ ንመሓደር እያ እኮ። እዚኣ እታ ውዕሊ ፕሪቶርያ እዚኣ እንድሕር ዘይተምፅእ ኮይና ሽግር እዩ መሬትናን ህዝብናን ምዕራብ ይኹን ፀለምቲ ይኹን ራያ መሊኦም የርክቡ በቲ ሕገ መንግስቲ መሰረት ዝተፋናቀለ ህዝቢ ኣለና በቲ ኩናት ባዕሉ ኣይኮነን ተፋናቂሉ ባዕሎም እዮም ገፊዖም ኣፋናቂሎሞ ካብ መረቦቱ ዘ ንሱ ይመለስ ሕውየት ነረጋግፅ ድሕሪኡ መፃእ ዕድል ህዝቢ ትግራይ ከዓ ልክዕ በቲ ሕገ መንግስታዊ መሰረት ህዝቢ ይሕተት ዝተወሰና ፖለቲካውን ወታደራውን መራሕቲ ብንዛሮ ህዝቢ ትግራይ ክዳነ ኣይኽእልን ወይ መፃኢ ዕድሉ ከስተኻኽል ኣይኽእልን። መፃኢ ዕድሉ ከዓ ባዕሉ የስተኻኽል። ዕድል ይወሃቦ እዚ ህዝቢ እዚ እዩ። ህዝቢ ትግራይ ሰላም ስለ ዘቐደመን ወፅዓን መግዛእትን ኣይቅበልን ስለ ዝበለን ጥራሕ ሃገረይ ብዝብላ ዓዲ ከቢድ በደል ይበፅሖ ከም ዘሎ እውን ብርጋደል ጀነራል ምግበይ ገሊፆም። ህዝቢ ትግራይ
ናይ ሰላም ህዝቢ እዩ ናይ ኩናት ህዝቢ ኣይኮነን ናይ ልምዓት ህዝቢ ብታሪኽን መንነቱን ሕዚ እውን ኣካል እቲ ሃገር ኮይኑ ክቕፅልን ዘይክቕፅልን በቲ ሕገ መንግስቲ መሰረት እዩ ዕድሉ ክርኢ ዝደሊ ግን ህዝቢ ትግራይ ናብ ሕውየትን ናብ ትክክለኛ መንገዲ ዝመፅን ህዝቢ ትግራይ ናብ ፀገም ክኣቱ እንደገና ዳግም ናብ ሽግር ክነኣቱ ከኣ ይሰርሑ ኣለዉ። ይንበሩ ከም ህዝቢ ዘይኮነስ ብዝተረኸበ ዕድል ሕዚ እውን ንድፋኣዮም እዩ ዘሎ እቲ ጉዳይ። ስለዚ ሕዚ እውን ህዝቢ ትግራይ ንምብዳል እዩ ከም ህዝቢ ዳግም ናብ ፀገም ክኣቱ ናይ ኩናት ዝበሃል ዘሎ እዚ እዩ። ሕቶታት ብኣግባቡ ተዘይተመሊሶም ኣብኡ ከሎ ንግጭት ምኽንያት እዮም ዝኾኑ። ህዝቢ ትግራይ ብመንነቱን ብሃለዋቱን ዝዋገ ህዝቢ ኣይኮነን ዝበሉ ብርጋዴር ጀነራል ምግበይ፣ ኩሉ ትግረዋይ ሓድነቱ ከጠናኽር ከምዝግባእ እውን ኣገንዚቦም። ከምቲ ናይ ቅድሚ ሰለስተ ሚእቲ ስሳን ድግሪ ህዝቢ ትግራይ ከቢብካ ክጭፍልቖዮ ከምዚ'ስ ኢልካ ከምዘይኸውን እኮ ፕራክቲካሊ ሕዚ እውን ይረኣ ኣሎ። መፍትሒኡ ፖለቲካዊ፣ ሕጋዊ፣ ልዝብ ናብ ናይ ኩሎም ህዝብታት ረብሓ ምኻድ እዩ። ብመንነቱ፣ ብመሬቱ፣ ብመጻኢ ዕድሉ ዝደራደር ህዝቢ የለን። ኣብ ናይ ሓባር ህልውናና ከይንጋገ። ዝዝቢ እዚ ናይ ነዊሕ እዋን ረዚን ታሪኽ ዘለዎ ህዝቢ እዩ። ብናይ ባዕሉ ቋንቋ፣ ባህሊ፣ ታሪኽ፣ ሃይማኖት ዝመጸ ስርዓተ መንግስቲ ዝፈልጥ፣ ንባዕሉ ምክልኻል ዝፈልጥ፣ ንባዕሉ ምልማዕ ዝፈልጥ ምሉእ ህዝቢ እዩ። ነዚ ምሉእ ህዝቢ እዚ እዩ ብዝረብሕን ዘይረብሕን ግዝያዊ ጸገማት ተምበርኪኽና ንፋስ ኣይንእትወሉ።
ኣቦና ሃፀይ ዮሃንስ ኣብ ሓለዋ ብሄራዊ ህላወ ተጋሩ ዝነበሮም ፅኑዕ እምነት ዓቂብና ብዘይምጓዓዝና ሎሚ ከም ህዝቢ ኣብ ሓደጋ ህልውና ኣለና ክብሉ ኣብ ዝኽሪ መስዋእቲ ሃፀይ ዮሃንስ ኣብ ማይበሓ ዝተረኸቡ ኣካላት ገሊፆም። ሕዚ ዘሎ ወለዶ ኣሰር ወለዱ ኣፅኒዑ መንነቱን ክብርታቱን ክሕሉ ይግባእ ክብሉ እውን ተሳትፍቲ እቲ ዝኽሪ ፃውዒት ኣቕሪቦም። መሳርሕትና ክብሮም ኣብርሃ መበል ሓደ ሚእትን ሰላሳን ሸውዓተን ዓመት ዝኽሪ መስዋእቲ ሃፀይ ዮሃንስ ኣመልኪቱ ኣብታ ኣብታ ዝተወለዱላ ቦታ ማይበሓ ተረኺቡ ዘሰናድኦ ፀብፃብ ኣሎ። ተኸታቲልና ክንምለስ።

ኣብዚ ቦታ እዚ ይርከብ ማለት እዩ። እዚኣ ዘውዶም እያ ማለት እዩ። ንጉስ ኮይኖም ኣብ ግንባር መሪሖም ተዋጊኦምን ኣዋጊኦምን ንሃገሮም ክብሉ ኣብ መተማ ሽካዕ ሰማእት ኮይኖም እዮም ማለት እዩ። ኣብዚ ዓለም ሓደ ሰብ ህይወቱ ኣብ ክንዲ ናይ ብጻዩ ህይወት ቤዛ ገይሩ ምውፋይ ካብኡ ዝዓቢ ፍቕሪ የሎን እዩ። ሎሚ እንዝክሮ ዘለና ታሪክ ንህዝቢ፣ ንሃገር፣ ንቤተ ክርስትያን፣ ንታሪክ ዝተወፈየ ህይወት እናሓሰብና ኢና። እታ ኢትዮጵያ ትበሃል ሓንቲ ክትኾን ልኽርኳሓ ነገር እውን እናዞሩ ሓንቲ ክትኾነሎም እና ዓዲ ትኾነለይ እያ ካብ ዝብል ነገር እዮም መንፈሶም ግን ካብኦም ብላዕሊ ርኹዕ ብኢትዮጵያውነቱ ሰብ ግን ኣሎ ኢለ ኣይግምትን ኣነ። ጥራሕ ናይ ውሽጢ ዘይኮነስ ናይ ግብፂ ፀላእቲ እውን ማሪኾም እውን ይሰደዱ ኣለዉ። ስርርርርይ ብጥቕላሊኦም ጸላኢ ሒዞም ውን ጸላኢ ሒዝካ ውን ብህይወቱ ንምሕላፍ ህይወት ናይ እግዚኣብሔር እያ ኢሎም ልፍርዱ ብስሩ ጠቕላላ። ስርዓት ፌደራሊዝም ምትእትታው ዝጀመሩ እዮም ሃፀይ ዮሃንስ። ስርዓት ባርነት ክጠፍእ ዝገበሩ እዮም ሃፀይ ዮሃንስ። ብድሕሪትና ዝኒኦው ፀጋታት ምርኣይ ንኽእል ኢና። ትግራይ ኮምዚ ዓይነት ብፀጋ ተኸቢባስ ኣብ ጥምየት ትነብር፣ ኣብ መከራ ትነብር፣ ታሪኽ ሓቑፋ ታሪኻ ብዝግባእ ዘይተጠቐመት ግን ከዓ ካልኦት ክምንጥልዎ ለይትን ቀትርን ይፅዕሩ ኣለው።
ንዕኦም ዝመስሉ ተወሰኑ ሰባት ትህልዋ እታ ኢትዮጵያ ትበሃል ዓዲ ዝተወሰኑ ሃሜም ተረጋግዐ ሃመይ ዓይነት መኸድና ኔርና ሓደ ዓብዩ ምህሮ እዩ ብዋናነት ናወላዲና ለይምምሃር ዓብዩ ሽግር ኣእቲዩና። ሓመድ ሒዞም ከይኸዱ እግረም ሓጺብኩም ኣሻግርዎም ሓመድ ዓደይ ልብሉ ነበሩ ሃጽይ ዮሃንስ። ሐዚ እቲ መሬት ተቆራሪሱ ናብ ግህንድ ግንባር ጠሊ ዘይትኸውን ኾይና ክትሪኣ ተለኻ ትግራይ። እቲ ንመሬትካ ንመንነትካ ንታሪኽካ ንሓድነትካ ዝነበረ ኣብቶም ወለድና ቁርፀኝነት ኣብቲ ወለዶ እዚ እውን ካብኣቶም ክወርሶ ዝግባእ ነገር ኣሎ። ሃፀይ ዮሃንስ ኣብ ዘመን ህይወቶም ዝሰርሕዎም ታሪኻዊ ስራሕቲ ብፍላይ ከዓ ኣብዚ ከባቢ ዝተገደሙ ካብ ኣኻውሕ ዝተፈልፈሉ ገዳማት ሃይማኖታዊ ትሕዝቶታቶምን ኩሎም ቅርስታቶምን ኣብ ውሽጢ ጓጉኦም ሓቚፎም ይርከቡ። ንምዃኑ። ትውልዲ ቦታ ሃጸይ ዮሃንስ ሕዚ እንታይ ይመስል ይኸውን? ኸዚ ናብዚኣ ኽንርኢ ታል ተወለድላ ሃመይ ልበለት ቦታ እያ ሃመይ ልበለት ቕድስት ቦታ እያ ኢለ ለይምነ ሰብ የለይ ድሓር ልኸይመጽም ኣጸርጋ ይብሉ። ወለዶታት ክመሃረሉ ዝግባእ ታሪኽን ጀግንነትን ቕያን እዩ ዘለዎም። ይኹን እምበር ንኡ ንምጥን ደሉ ኣብ ባይታ ትብል ተለና ዳር ደንበሮም ንምሕላው ኣንገቶም ዝተሰየፉላ ክሳዶም ዝተሰየፉ ሃፀይ ዮሃንስ ዕናድ ዳቦኦም ግን መፂኻ የንብዕ ክትሪኦ ተለኻ። ነገር ግን እቲ ዓዲ ናብ ልምዓት ኣብ ትንቀሳቐሰሉ ሓደ ዕንቅፋት የጋጥም። ኸዚ ክንለምዕ ኢና ኣብ እንብለሉ ሰዓት ሓደ ዕንቅፋት ስለ ዘጋጥም ዘሎ ተሓባቢርካ ግን መንገድኻ ምፅራግ ናይ መጀመርያ መሰረተ ልምዓት ክኸውን ይኽእል ኢዩ ኢለ ተስፋ እገብር። በዚ ናብዚ መገዲ ተዛእቲ ነይሩ እቶም ኣብዚ እኒኦ ቅርስታት ክዕቀቡ ነይሮም። ምዕቃቡ ንሃፀ ዮሃንስ የኮነይ ዝጠቅሞም ልቲ ሕብረተሰብ እዩ ዝጠቅም፣ ልትግራይ እዩ ልጠቅም፣ ልሃገር እዩ ዝጠቅም። ዝነበረና ፀገማት
ተኸታታልነት ብዘለዎ መንገዲ ናብ መንግስቲ ደብዳቤ እናፀሓፍና እናሓተትና ፀኒሕና ኢና። ኣብዚ ሎሚ ክልተ ዓመት ክልተ ሺሕ ዓሰርተ ሸሞንተ ዓመተ ምህረት ተቐባልነት ረኺቡ ኣሎ። ቐፃሊ ዓመት ብመኪና መፂኡ ኣብዙይ ሃምዘብዕል ኣይትጠራጠሩ። እዚ ፅርግያ እዙይ እንድሕር ተመቻችዩ ኮይኑ እንዳ ኣውነ ሰለማ ይኹን እንዳ ኣማኑኤል መስሕብ ትሪስት ክኸውን እዩ።
ክቡራት ተመልከትና ካብዚ ብምቕፃል ዜናታት ቢዝነስ ኢና ክነቕርበልኩም ሃፍቱ ገብሩ ከቕርበልና እዩ ናብኡ ክስክበት።

የመስግን ተስፋዝጊ። ሰላም ጥዕና ሃበለይ ዝኸበርኩም ተመልከትትና፣ ነዚ ዕለት እዚ ዝሓረናዮም ዜናታት ቢዝነስ ሒዘ ቀሪበ ኣለኹ። ንምክትታልኩም ይዕድም። ፈለማ ንዜናታት ቢዝነስ ስፖንሰር ዝገበለና ሆርን ኣፍሪካ ሪል ስቴት ምልክቱ ተኸታቲልና ክንምለስ። ናይ ቢዝነስ ዜና ስፖንሰር ሆርን ኣፍሪካ ሪል ስቴት ኣብ ከተማ መቐለ ንናብራብ ዝምችው ዓይኒ ቦታ ኣብ ከባቢ ዳዕሮ ንመንበሪ ኣባይትን ንግድን ዝውዕል በዓል ዓሰርተ ሓሙሽተ ደብሪ ህንፃ ኣብ ምስራሕ ይርከብ። ኣማራጺ ሓይሊ ኤሌክትሪክ ጀነረተር ዝተገጠመላ፣ ኣተኣማማኒ ማይ ከርሰ ምድሪ፣ ፓርኪንግ መኻይን፣ ንማሕበራዊ ጉዳያት ዘድልዩ ቦታታትን ዘካተቱ ደረጃኦም ዝሓለው ገዛውቲ ብዓሰርተ ሓሙሽተ ሚእታዊ ቅድመ ክፍሊት ጥራይ ወነንቲ መንበሪ ኣባይትን ንግድን ይኾኑ። ሆርን ኣፍሪካ ሪል ስቴት።
ንስፖንሰርና ሆርን ኣፍሪካ ሪል ስቴት ኣዚና ኢና ነመስግን። ብምትሕብባር ቢሮ ሕርሻን ሃፍቲ ተፈጥሮን ትግራይ፣ ኢንተርፕራይዝ ምሩፅ ዘርኢ ትግራይን ኣይሲኣርሲን ኣብ ከተማ መቐለ ዝተተኸለ መፃረይ ዘርኢ ማሽን ብፕረዚደንት ጊዛዊ ምምሕዳር ትግራይ ጀነራል ታደሰ ወረደ ተመሪቑ። እቲ መፃረይ ማሽን ብመዓልቲ ልዕሊ ሽዱሽተ ሚእቲ ኩንታል ምሩፅ ዘርኢ ከም ዘፃሪ ተሓቢሩ። ኢዮሩሳሌም ገብረመድህን ተወሳኺ ሒዛ'ላ።

ፈዮም ኣብ መዓልቲ ሽዱሽተ ሚእቲ ኩንታል ናይ ምፅራይ ዓቕሚ ከም ዘለዎ ይገልፁ። ማሽነሪስ ብቢሮ ሕርሻን ሃፍቲ ተፈጥሮን ተገዚኦም ዝነበሩ ናብ ከባቢ ዕስራ ሚሊየን ዝውድኡ ማሽነሪስ ICRC ብዝመደቦ ናይ ከባቢ ሓሙሽተ ሚሊየን ባጀት እቲ መሽነሪስ ክጋጣጠም ሶዛት ዘርኢ ናይ ምፅራይ ስራሕትና ክጅመር ኣብ ዘኽእል ምንቅስቓስ ኢና በፂሕና ዘለና። እዚ ዘርኢ ኢንተርፕራይዝ እዚ ብዋናነት ብመዓልቲ ከባቢ ሽዱሽተ ሚእቲ ኩንታል ዘርኢ ናይ ምጽራይ ዓቕሚ ዘለዎ ኮይኑ ኩሎም ዓይነት ዘርእታት ማለት ዘራእቲ ጥራሕ ተይኮነ ሕምልቲ እውን ናይ ምጽራይ ዓቕሚ ዘለዎ ዳርጋ ብሃገር ደረጃ ካብ ዘለዋ ናይ ዘርኢ መጻረይ ማሽን እውን ብሳልሳይ ደረጃ ክግለጽ ዝኽእል ኳሊቲ ማለት ጽሬት ዘለዎን ስታንዳርድ ዘማልአን መሽን ምዃኑ ሓላፊ ኢንተርፕራይዝ ምብዛሕን ምድላውን ዘርኢ ትግራይ ኣይተ ብርሃነ ኣርኣያ፣ እዚ መጻረዪ ካብ ባልዓት ነፃ ዝኾነ ምሩፅ ዘርኢ ኣፃርዩን ዓሺጉን ናብ ሓረስታይ ዘቕርብ ብምዃኑ ኣብ ሓረስታይ ዘሎ ናይ መፍራይነት ፀገም ዝፈትሕ ትሕ ኢሎም። ኣፃርዩ ዓሺጉ ኬሚካል እውን ሬስ ገይሩ ፅሬት ዘለዎ ዘርኢ ናብ ሓረስቶት ከንቀሳቕስ ዝኽእል ዓብዪ ትካል ስለዝኾነ ኣብ ሕብረተሰብና ዘሎ ናይ ዘርኢ ናይ መፍረይነት ፀገም ኣብ ሓረስታይና ዘሎ ናይ ዘርኢ ናይ መፍረይነት ፀገም ብዓብይኡ ክቐርፍ ዝኽእል ሓደ ዓብዪ ማሽን

እቶም ፕሬዚዳንት እዚ መፃረዪ ዘርኢ ማሽን ብሙሉእ ዓቕሙ ንኽሰርሕ ንዘለዉ ፀገማት ሓይሊ መብራህትን ካልኦትን ትካላት መንግስቲ ምስ መድረግቲ ኣካላት ብምዃን ንምፍታሕ ፃዕሪ ክግበር እዩ ኢሎም። ዓብዪ ናይ መንግስቲ ትኹረት እውን ዝሓትት እዩ። እቲ ድጋፍ ናይ መንግስቲ እቲ መሰረታዊ ነገር እዩ። እቲ ዋና ነገር ኣብ ልዕሊ እቲ ናይ ፓርትነርስ ስለዚ መንግስቲ በዓል ዋና ኮይኑ እናደገፎ ክኸይድ ዘለዎ ነዚ ክቕፅል እውን ምንም ዘብል ኣይኮነን። ኣብ ልዕሊ እቲ ናይ መንግስቲ ድጋፍ ናይ ፓርትነርስ ድጋፍ ናይ መዳርግቲ ኣካላት ድጋፍ ድማ ብጣዕሚ ኣድላይ ምዃኑ ፍሉጥ እዩ።
ዘመናዊ ማእኸል ዕዳጋ ንምህናፅ ኣብ ምንቅስቓስ ከም እትርከብ ማሕበር ህንፀት ዘመናዊ ዕዳጋ ባና መቐለ ገሊፃ። እታ ማሕበር መበል ራብዓይ ጉባኤኣ ኣሳሊጣላ። ተስፋይ ታደሰ ተኸታቲልዎ ኣሎ።
ኣብ ከተማ መቐለ ዘሎ ንተገልገልቲ ምቹውነት ዘይብሉ ማእኸል ዕዳጋ ንምፍታሕ ዘመናዊ ማእኸል ዕዳጋ ንምህናፅ ዓሊማ ከምዝተበገሰት ኣቦ መንበር ማሕበር ህንፀት ዘመናዊ ዕዳጋ ባና መቐለ ኣይተ ናትናኤል ካሳ ይገልፁ። እቲ ማሕበር ክምስረት ተሎ እቲ ዋና ዓላማ ናይ ስራሕ ቦታ ረኺቡ መስርሒ ቦታ ብምርካብ ያው ናብ ስራሕ ልምእታው እዩ። ነጋዶ ናይ ነጋዶ ስብስብ እዩ። ክልተ ሽሕ ኣባላት ኣለውና። ልዕሊ ሓደ ቢልዮን ካፒታል ዘለዎ ማሕበር እዩ። እቲ ናይ ዕዳጋ ስርዓት እውን ክህሊ ናይ ትራፊክ ምጭንናቕ ዘሎ ያው ኣግባብ ክህልዎ ናይ ባዕሉ ኣስተዋፅኦ ይገብር። በዓል ዕስራን ሓሙሽተን ደብሪ ህንፃ ንምህናፅ ከምዝተሓሰበ ዝሓበሩ ኣይተ ናትናኤል፣ ናብ ስራሕ ንምእታው መሬት ዝረኽብሉ ዕድል ይፅበዩ ምህላዎም የረድኡ። ዓበይቲ ህንፃታት ልዕሊ ኽልተ ቤዝመንት ታሕቲ ግራውንድ ፕላስ ትዌንቲ ፋይቭ ንላዕሊ ክንሰርሕ እዩ እቲ ዋና ዓላማና። ናብ ተግባር ንኣትየሉ ያው ኣብ ሓፂር ግዜ ክንኣቲ ኢና ኢና ንሓስብ ሓደ ብጨረታ እንድሕር ቶሎ እቲ መንግስቲ ጨረታ ኣውፂኡ ያው ቦታ እንተሒዝና፣ ለይንኣትየሉ መስርሕ የብልናይ። ኣባላት እታ ማሕበር ብወገኖም እቲ ዝህነፅ ማእኸል ዕዳጋ ኣብዚ ሐዚ እዋን እቶም ነጋዶ ካብ ዝሰርሕሉ ክራይ ገዛ ወፂኦም ወነንቲ ገዛ ክኾኑ ከምዝሕግዞም ብምግላፅ ብተመሳሳሊ ዝተረጋግዐ ዕዳጋ ክህሉ ኣብ ምግባር እውን ግደ ከምዝህልዎ ይዛረቡ። እቲ ማሕበር መኽሰብ ኣለዎ። ትርፈ ክፍፍል ኣለዎ እቲ ዓዲ ተዓውዩ ድማ ናይ ሞሊሱ ናይ ካረብሓ እዩ ናይ ውልቀ ተይኮነስ ናይ ዓዲ ሓፍ ምባል እዩ ሓቢርካ ምስራሕ ማለት ኣየ። መንግስቲ ብቐፃሊ ዓብዪ ማሕበራዊ ለውጢ ዘምፅእ ስለዝኾነ ትኹረት ሂቡ ነዘን ከምዚኤን ዝበላ ውዳበታት ኣጠናኺሩ ኣተባቢዑ ንግልጋሎትን ንምዕባለ ናይቲ ከተማን እውን ዝለዓለ ኣበርክቶ ስለ ዘለዎ ክፈትሖ ኣለዎ ዝብል እምነት ኣለኒ። ወርሓዊ ሰላሳ ሽሕ፣ ኣርብዓ ሽሕ፣ ዒስራ ሽሕ ገዛ ክራይ እኳ እንድሕር ትኸፍል ተነይርካ ብኡ ልክዕ ልቲ ነጋዳይ ንቲ ተጠቃማይ ሕብረተሰብ ኢኻ ፅልዋ ትገብረሉ። ከይኑ ግን ናባዕልኻ ገዛ ተኸይኑ ግን እቲ ሰላሳ ኣርብዓ ተውፅኦ ስለ ዘይብልካ ንሕብረተሰብ ለስለ ትሕግዝ ንዓኻለ ንኹሉ ፌር እዩ ኢለ እየ ዝሓስቦ። ኣብ ሓደ ከባቢ ብዙሓት ተመሳሰልቲ ግልጋሎታት እንትቐርቡ እንተለዉ ኣብ መንጎኦም ውድድር ይፍጠር፣ ንፍትሓዊ ውድድር እውን ይዕድም። ብሓደ ውልቀ ሰብ ተባሒቱ ክተሓዝ ወይ ድማ ብሓደ ከም ድላዩ ዝቆፃፀሮ ዘይኮነስ ኩሎም ተወዳደርቲ ኣካላት ዓደግትን መቕረብትን ወይ ድማ ሸየጥትን ኣብ ሓደ ማእኸል ተራኺቦም ተወዳዲሮም ሸይጦም ፍትሓውነት ዘረጋግፅሉ ተጠቃምነቶም እውን ብኣንፃር ዘዕብይሉ ማእኸል እዩ ክኸውን።

ክብራት ተመልከትና ናብ ናይ መወዳእታ ምዕራፍ ዜናና በፂሕና ኣለና ዜናታት ስፖርት ዜናታት ስፖርት ዝዕለት ዝቐርበልና መሳርሕትና ሓበን ካሕሳይ ክኸውን ናብኡ ከስግረኩም

ሰላም ጥና ሃበለይ ከመይ ትውዕሉ ተኸታተልትና ዝተፈላለዩ ዜናታት ስፖርት ሒዛ ቀሪበ ኣለኹ ፈላማይ ዛዕባና ዝኸውን ስቢኢ ግጥማት ፕሪምየር ሊግ ኢትዮጵያ 218 እዩ ቐጺሎም ኣብ ዝተሳለጡ መርሃ ግብርታት ጋንታ ምድረገነት ሽረ ምስ ፋሲል ኣብ ዘሳለጠው ጸውታ ሓደ ማዕረ መፈጸምታ ረኺቡ። መበል 23 ሰሙን መርሃ ግብሪ እቲ ሊግ ብኣርባዕተ ግጥማት ዝቐጸለ ኮይኑ ምድረገነት ሽረ ሓደ ማዕረያ ተዛዚሙ ቅድሚ ዕረፍቲ ብዘይ ጎል ዝተወደት ጸወታ ድሕሪ ዕረፍቲ ጋንታ ፋሲል ከነማ ብመንገዲ በረከት ግዛው ኣቢላ ጎል ኣቑጺራ እቲ ጸወታ ሓደ ንባዶ ተዛዚሙ ኣብ ዝተብሃለሉ ሰዓት ኣብ መበል 89 ደቂቃ ኣብ መወዳእታ ሰዓት ዳንኤል ዳርጌ ካብ ኩርና ዝተሳግረት ኩዕሶ ጎል ኣቑጺሩ እቲ ጸወታ ሓደ ንሓደ ተዛዚሙ። ኣብ ካልእ መርሃ ግብሪ ባህርዳር ከተማ ምስ ነገሌ ኣርሲ ባዶ ንባዶን ፈጸምታ እንትረክብ ብሰንበት መቻል ምስ ወልዋሎ ዩኒቨርሲቲ ዓዲግራት ኣብ ዝክሳልጦ ጸወታ ብዘይ ጎል መፈጸምታ ምርካቡ ዝዝከር እዩ። ሰሉስ ሃዋሳ ከተማ ምስ መቐለ ሰብዓ እንደርታ ሰዓት ዓሰርተ ሓዊሱ ኣብቲ ዕለት ኣዳማ ከተማ ምስ ኣርባምንጭ ከተማ ጸወተን ከካይዳ እየን። ናትናኤል ተቀይሮ ነው የገባው ይሄ ከጨዋታ ውጭ ይመስላል አይደለም ጎሉ ተቆጠረ ኦ ምድረገነት ሽረ ዳንኤል ዳርጌ በድንገት ታደጋቸው ረዳት ዳኛው መሐመድ ሁሴን ባንዲራቸውን አላነሱም ምናልባት ሌላ የሳምንቱ አጨቃጫቂ ውሳኔ ይመስላል። በድጋሚ ምስሉ ማየት ይኖርብናል።
ኣብ ብሽክሌታ ትግራይ ዓብዪ ስም ካብ ዘለወን ብሽክሌተኛታት ሓንቲ እያ ፀጋ ገብረ እታ ብሽክሌተኛ ኣብዚ ሕዚ እዋን ኣብ ጋንታ ሓፂነ መፅን መስፍን ኢንጂነሪንግ ኣብ ምስራሕ ትርከብ ብጋንታ መራሒት ኮይና እታ ብሽክሌተኛ ኣብ ማውንቴን ብትኹረት ክስርሐሉ ከም ዝግባእ ድማ ገሊጻ ኣላ። ብኣንደበታ ምስ ሕሉፍ ዕቋር ዝገበረቶ ጻንሒት እዩ ከም ዝስዕብ ክቐርብ እዩ።
ስመይ ጸጋ ገብረ ብስክሌታ እየ ናይ መስፍን ብረታ ብረት ኢንጂነሪንግ መራሒት ጋንታ ዝተወለድኩሉ ውቕሮ ክፍተውላለ እዩ ካብ ውቕሮ ንእሽቶ ሓሙሽተ ኪሎ ሜትር ውፅእ ኢልካ ደንጎሎ ትበሃል ቦታ እየ ተወሊደ ኣመፃፅኣ የለው ስፖርት መጀመሪያ ኣትሌቲክስ እየ ነይረ ኣብ ጉያ ይሳተፍ ነይረ ካብኡ ተወሰነ ዓመት ምስ ሰራሑ ውጤት ብዝሕ እንትን ይኾንኩ ነረ ትሬኒንግ ብቻ እየ እምበይ ውድድር ፊተ ይገብሪ ነረ ብዙሕ ዓቕሚ የነበረኒ ካብኡ ተላዒለ እየ ናብ ብስክሌት ከዓ ትጀሚረ ማለት እዩ ቅድስቲ ማርያም ስዕል ካብ እንትን እየ ኣቴ ማውንቴን ሓዳሽ ኮይኑ እየ በቃ ጀማሪት ዳርጋላ ተደፋእኹ እየ ጀሚረኡ እና ካብኡ ላብ መስፍነ መጻጻየ ካብ ቅድስት ማርያም ተመሪጸ እየ ኣጋጣሚ ውቕሮ ውድድር ነይሩ ናይ በረኻ ናይ ከተማ ገለ ካብኡ ኢና ተመሪጽና ዝተወሰነና ሰባት ናብ ብኸምኡ ኢና ኣብ ቅድስት ማርያም ናሃለኹ እና ኸዚ ናበረኻ ኣትየ ና ከተማ ብዙሕ ይኾንኩ ነይረ ቦላታ ገለ ቴክኒክ ብጣዕሚ ይጎድለኒ ነይሩ ዓቕሚ ነይሩኒ ግን ብጣዕሚ ቴክኒክ ኣይነበረኒ እና ንኸምኡ ብዝሕ ደረጃ ይሕዚ ነይረ ሓንቲ ግዜ ናብ በረኻ ተወፅኤ እና ከተማ ወይ ይዕፀፍ ከምኡ ለጋጥመኒ ሰዓት ነይሩ ኣብ ናይ ክልላት ይኹን ኣብ ናይ ኣብ ውሽጢ ዓዲ ይኹን ኣብ ደገ ዝግበሩ ውድታት ብጣዕሚ ማለት ፅቡቅ ውፅኢት ነይሩኒ ኣብና ውሽጢ ተልካ ክልተ ግዜ ኢትዮጵያ ሻምፒዮን ኮይና ኣጋጣሚ ኣብ መንጎታት ናይ ዋንዴ ሬስ ገለ ሃሙ ዝግበርለ ብዙሕ መድረኻት ስዒረ እየ ናይ ደገ ውድድር ለካየድ ኩሉ ሳውዝ ኣፍሪካ ሰለስተ ግዜ ማለት እዩ ሓንቲ ክልተ ብስልጠና ሓንቲ ብውድድር ግብፂ ሞሮኮ ክልተ ግዜ ኮንጎ ሩዋንዳ ሩዋንዳ ናይ ስልጠናን ናይ ውድድርን ማለት ሰለስተ ግዜ ኣብ ኳታር እና ስዊዘርላንድ ማለት ስልጠና ኣብዞም ውሽጢ እዚኣቶም ኣብ ዞም ውድድራት ኣፍሪካ ሻምፒዮን ዓለም ሻምፒዮና እና ወል ኣፍሪካን ጌም ማለት እዩ ክልተ ግዜ ኣብ ወል ኣፍሪካን ጌም ተሳቲፈ ሓንቲ ዓለም ሻምፒዮና ኣብ ኩሉ ኣፍሪካ ሻምፒዮን ማለት እዩ ኣብኡ ኮይደ ብምውድዳር በቃ ብዝሕ ልበል ንውሕ ልበለ ግዜ ጠንካራ ንኾን ገይሩኒ እዩ ማለት ካብ ውፅኢት ንኸይርሕቕ ገይሩኒ እዩ እና ናይ ግለይ ድማ ልሐሸ ነጥቢ ኣብ ሩዋንዳ ምስ ኣምፃኹ በቃ ልሐሸ እንትነምፀ ማለት እዩ ዝኾነ ጥንካረ እየ ዝስማዓካ ማውንቴን ብዙሓት ደቂ ኣንስትዮ የለዋይ ኩላተን ዘን ማውንቴን ልሕዛ ነበራ ክሕዛ ነይሩ ማለት መሰረት እስካብ ታሕቲ እዩ በቃ ካብዚ ዝለዓለ ጽቡቕ ክኾን ኣብ ማውንቴን ክስራሕ ነይሩ።
እንትንቕፅል ኣብ ሻምፒዮን ኣትሌቲክስ ትግራይ ዝረኸቡ ዓቕሚ ኣብ ሃገራዊ ውድድራትን ምድጋም በርቲዖም ከም ዝሰርሑ ኣትሌታት ገሊፆም ኣለዉ ዘመን ብርሃነ ከምዚ ሰብ ከቕርቦ እዩ
ሸውዓይ ሻምፒዮና ኣትሌቲክስ ትግራይ ንሕንሕ ዝተመልኦን ዓቕሞም ዝፈተሹሉን መድረኽ ምንባሩ ኣብቲ ውድድር ዝተዓወቱ ኣትሌታት ይዛረቡ። እዚ ውድድር ካብ ናይ ትግራይ ሻምፒዮና እንድዩ ካብዚ ኣብ ትግራይ ዝካየድ ዝለዓለ ውድድር ንውድድር እዩ ካብኡ ሓሪፍ እዩ ሰሪሐ ኣሸኒፈ እኒኤኹ። ክሳብ ሓደ ዓመት ገደያ ጉድኣት ኔርካ ዝብል ምውቃዕን ብጣዕሚ ሕጉስ እየ። ላዚ ዝከብ ቃል ገረንለ ምስ ክለበይ ይኹን መስፍን የኔታሽ ንዘሪሁን ጊኮን ኣሰልጣይና ብጣዕሚ ተሓባብረናን ብጣዕሚ ነመስግን። ኣብቲ መድረኽ ዓወት ምምዝጋቦም ሕጉሳት ምዃኖም ዝገለፁ እቶም ኣትሌታት፣ ቀፃሊ ብብርኪ ሃገር ኣብ ዝሰናዳእ ውድድር ብሉፅ ውፅኢት ንምርካብ ጠንኪሮም ከምዝሰርሑ ይሕብሩ። መረኣያና ልኾኑ ተጋሩ ኣትሌታት ንእዋ ብሃገር ልውክሉ ናዮም ኣሰር ተኸቲልና ፅቡቕ ነገር ንትግራይና ከምንፀውዕ ተስፋ ይገብር ንሃምዚ ዓይነት ውድድር ክቕፅል እኒኦዎ። ካብኡ ቀፃሊ ኣዲስ ኣበባ እኒኦ ካብኡ ኣብ ኣዲስ ኣበባ ብደንቢ ጠንኪረ ሰሪሐ ካብኡ ኣብኡ ደረጃ ሒዘ ናብ ዓለም ክወፅእ እዩ ዕላማይ። ውድራት በለዚ ክቅጥርን ኣትሌታት ፈረይቲ ወዝሕዮም ትግራይ ትትክእ ተዝሕያ እና ከምዚ ዓንት ውድራት ምውፅእ ብጣዕሚ ሕጉሳት ኢና። ኣሰልጣኒ ጋንታ ኣትሌቲክስ ሓፂነ መፂን ኢንጂነሪንግ መስፍን በርሀ ተረክ፣ ሸውዓይ ሻምፒዮና ኣትሌቲክስ ትግራይ ዓቕሚ ኣትሌታት ዝተፈተሸሉ ውድድር እዩ ምስ በለ፣ ብብርኪ ሃገር ኣብ ዝካየዱ ውድድራት ከምዝሳተፉ ይገልፅ። ታትና ኣብ ከመይ ደረጃ ኣለዉ ምስቲ ናይ ሃገራዊ ዓለም ለኻዊ ደረጃታት ሰዓታት ንምክረሉ እዩ ኣጋጣሚ እዚ ሜዳ እውን ስታንዳርድ ስለዝኾነ ማለት እዩ ኣትሌታት እውን ብተመሳሳሊ ዓቕሞም ፈቲኖም ክንደይ ላኣክል ቀሪበ ኣለኹ ክንደይ ላኣክል ኢምፕሩቭመንት ኣለኒ ክንደይ ላኣክል የመሓይሹ ኣለኹ ኢሎም ዓቕሞም የርእዩሉ ኢና ክንደይ ቀሪበ ኢሉሉ ስለዚ ስነ ልቦንኦም ከጠንክሮም ስለዝገብር ስለዚ ፅቡቕ እዩ እዚኡ ክጠቕሞም ንኽእል ኣታቶም ዶ ማለት እዩ። ኢትዮጵያ ሻምፒዮና ድሕሪ ክልተ ሰሙን ኣከባቢ ክካየድ እዩ። ኣብኡ እውን ፓርቲስፔት ክንገብር ኢና፣ ናይ ዓለም መፃረዪ እውን ኣሎ። በዝሒ ተሳተፍቲ ወረዳታት ዘይተሳተፋሉ ዘለዋ ሕፅረት በጀት ምዃኑ ዝገለፀ በዓል ሞያ ቴክኒክ ፌዴሬሽን ኣትሌቲክስ ትግራይ ኣይተ ጌታቸው ማሞ፣ ውድድር ጎደና እውን ኣብ ቀፃሊ ዓመት ኣብ መርሃ ግብሪ ከምዝካተት የብርህ። ኣብ ነሓሰ ኢና ነውጽሕ እና እዚ ፕሮግራምና ናይ ክልተ ሽሕ ዓሰርተ ሸሞንተን ኣብ ነሓሰ ክልተ ሽሕ ዓሰርተ ሸውዓተን ፕሮግራምና ነውጽእ ሐዚ ኣብዚ እንኦ ዝታ እዩ ብርክት ዝበለ ወረዳታት ኣለዋ ኣብ ክልልና ዋና ቀንዲ ጸገም ዶ ባጀት የብልናን እዩ በቃ ሕዚ ንብል ተለና እወ ንወዳደርና ባጀት ስኢና ቀጻላይ ግን ኣብ ጎደናታት እ፣ ውድድር ነስፍሕ ኢና ዝብል ሓሳብ ኣለና ምክንያቱ ሕዚ ኣብ ዓለም ኣይ፣ ወርልድ ኣትሌት- ወርልድ ኣትሌት ፌደሬሽን ላብ ምንታይ ፎከስ ዝገብ- ዝገብር ዘሎ ናብ ናይ ጎደና ውድድራት ፎከስ ይገብር ኣሎ ኣብ ክልልና ድማ ኣብ ክልተ ሽሕ ዓሰርተ ሸውዓንተን